ብምንታይ መሓላለፈ ኤች ኣይቪ
ምሽ ነጊራትካ ክፈልጥ ስለ ዝደለኸ ሒዲ ሒዲ እንድሕር ምንጋር ደኣ እሞ እንታይ ክደግመልካ ደሊኻ እንታ ዶክተር ከም ዝበለትካ ፆታዊ ርክብ ምስ ዕሸል ካብ ዕሸል ናብ ኣደ ብዘይ መኾኑ መሳርሒታት ዕሸል ብዕሸላውነት ባህሪ ብዘለዎ ነገራት ብኡ ዝተኣሳሰር ሓያሎ ነገራት ብኡ መንጽር ብዕሸል ከኣ ዋእ ኣንታ እንታይ ወሪድካ ዳኣ ድብልቕልቕ ኣቢልካዮ ባዕልኻ ዶ ኮንካ ነብሲ ሒዝካኒ እሞ ሕጂ እኮ ሓደ ጸቕጢ ኣሎ ካልኣይ ከኣ ናይዚ ኩነታት ኣየር ከኣ ኣብ ግምት እኳ ኣእትዮ
ካብ ዕሸል ጸወታ ርክብ ዘይኮነሲ ካብ ኣደ ናብ ዕሸል እዩ ዝብሃል። ምያው እንድዩ ሞስኳይ ኩሉ ሓደ እኳ እዩ። ቁሩብ ዝተረበሽካ ኮይኑ ይስምዓኒ ኣሎ። ሕራይ ብምንታይ ኢኻ ክንከላኸሎ ንኽእል? እዋእ እቲ ቀዳማይ መከላኸሊ እኳ ምሕራም። እቲ ቀዳማይ መከላኸሊ እኮ ምሕራም እዩ። እቲ ካልኣይ ከኣ ሓደ ምስ ሓንቲ ምጽናዕ። ካልኣይ ከኣ
ሓደ ምስ ሓንቲ። ኣይተኻእለን ከኣ ኮንዶም ምጥቃም። ተዘይተኻኢሉ ከኣ ኮንዶም ምጥቃም ማለት እዩ። እስኪ ድገሞ እስኪ ስብሃቱ።
ዋንታ ኮንካ ኢኻ ድገሞ ድገሞ ትብለኒ ዶክተር ኢላቶ ምሽ ምስኣ ደይኮንኩን ክብል ጸኒሐ ፈውሱ ንሱ ደይኮንኩን ምስኣ ክብለልካ ጸኒሐ። ብምንታይ ክንከላኸሎ ንኽእል? ጾታዊ ርክብ ምስ ዕሸል ኢላትካ ካብ ዕሸል ናብ ኣደ ኢለካ ብዘይ መኸኑ መሳርሒ ዕሸል ምስኡ ድተኣሳሰር ናይ ኣቦነትን ናይ ኣደነትን ሕውነት ዝተኣሳሰር ብኡ መንጽር እቲ ዕሸላዊ ባህሪ ኣብ ደም ምስ ሰረጸ ዕሸል
ኣብ ህይወትካ ትፈርሖ ነገር ኣሎ ድዩ? ኣብ ህይወተይ መሊኡ ታይ ዘፍርሕ ኣለካ ኣብ ሂወት ደይፈራሕካ ዳኣበይ ክትፈርሕ ኣንታ ዶክተር ኣብ ሂወት ዳኣ ውሑጅ መጺኡ ለኪምካ ከይከይድ ትፈርሕ ኣብ ደለካዮ ገዛ ከይጸቅጠካ ትፈርሕ
ዋይ
መኪና መጽያ ከይተላግዓካ ትፈርሕ ወንጢ ተኾንካ ኣብ ሂወት ዳኣ እንታይ ደይትፈርሕ
ደፍርሕ ስለ ደለና ደይኮናን ንፈርሕ ዘለና። ሕራይ
ምናልባሽ ምርመራ ምስ ኣካየድና ወይ ንስኺ ወይ ንስኻ ኣለኩም ድሕሪ ኢለኩም ሲ ክትቕበልዎ ትኽእሉ ዶ? እወ ኣይቅበሎ ደኣ ኣይቅበሎ ስለምንታይ ሜትካ እንዳበልካኒ
ዓሪብካ እንዳበልካኒ ጠፊእኻ እንዳበልካኒ ደኣ ከመይ ገይረ ክቕበሎ እንታ ዶክተር እንታይ ይዛረብ ኣሎ ሳንዱቕ ሬሳ ግዛእ እንዳበልካኒ እንታ ዶክተር ሳንዱቕ ሬሳ ተቐሪቡ ኣሎ እንዳበልካኒ ደኣ እሞ ከመይ ገይረ ክቕበሎ መሊሰ እምበር ነታ ሞት ውስኸላ ላምባ ከስኪሰ ኣቃጽል ዋ ገመት ሰቒለ ከዓ ሸቐቕብል ትኺለፍቲ ዲጋ ዓድና ከይዳ ከዓ ስኽቲ ትብል እንታይ ወሪድካ እንታይ ክወርደኒ ደኣ ሜትካ እንዳበለኒ